ሃይ ደቂ ነጋውስ ከመይ ኣለኹም ኣዜ ቤ ሕጂ ከዓኒ ብዛዕባ መሰረቱ ናይ ፀሓይ ወይ ከዓ ፈጣሪ እዩ ዝፅዋዕ ከምራ ፈጣሪ ዝፅዋዕ ወይ ከዓ ነቲ ሃይማኖትና ካበይ ከም ድመፀ ንእሽተይ ሎሚ ክዛረበ እቲ ዝፈልጦ ካብቲ ንዓይ ኮይኑ ዝስምዓኒ ካብትን ካብትን ገይረ ከምፀልኩም ኢለ መዓልቲ ኣህብ ደስ ክትብለኩም ድሕን ኣብ ምዝራብ ኣብ ምንባብ ተደናግየ ኢን ኣድቫንስ ይቕሬታ ኦኬ ፕሊስ ሸር ግበርዎ ሳብስክራይብ ግበሩ ኮመንት ከዓ ትገብሩ ኣለኹም ኩሉ ታንክ ዩ ቨሪ ማች ነቶም ባይ ትግደሱ ናተይ ትምህርቲ ደስ ዝብለኩም ታንክ ዩ ቨሪ ማች ኣነ ከዓ ደስ እዩ ዝብለኒ ሓደ ሓደ ሕቶታት መፀኒ ኣብኡ ኣሎ ኣብኡ ኣይፅሕፍን እየ ግን ይኣምን ንዓይ ክረኽቡኒ ድሕን ደልዮም ሰባት ብቐሊሉ ክረኽቡኒ ይኽእሉ እዮም ኢለ ይኣምን ኣብ ብስራሕ ምክንያት ተደኣ ኮይኑ ኣብ ካንስሊን ዳይሬክተሪ ኣለኹዋ ዘይብዕብዮ ድሕን ኢልኩም ክወፅእ እኽእል እዩ ናተይ ብዝኾነ ምሕልፋ ኣብ ኤሮጳ ድሕን ጠመጥ ኮይኑ ብቐሊሉ ንዓይ ክረኽበኒ ይኽእል እዩ ግን ዩጅሊ ኣነ ኣብ ለንደን ኣብ ኢንግላንድ እየ ዝሰርሕ እቲ ስርሐይ ዩጅሊ ኣብ ኢንግላንድ እዩ ኢንተርናሽናል ሰሪሐ ኣይፈልጥን እየ ብዝኾነ እዚ መስል ደቂ ነጋውስ ፈተኩሜ ፈተኩሜ ፈተኩሜ ሕጂ ኣምፅልኩም ዘለኹ ጥራሕ እዚ ኩሉ ኖሌጅ ናና ኖሌጅ ስለዝኾነ ብልኣነ ኣምን ክህልወና ክንፈልጦ ኣለና ከም ፅንፆይ ጌርና ከዓ ንደቅና ከዓኒ ክንብሎ ወይ ከዓ ደቅና ነዚ ኢንፎርሜሽን ሒዞምልና ክመፁ ከለዉ ከዓኒ ኖእ ደይምባል ጥራሕ ክንገድፎም ማታን ከይንዓብሰሎም እቲ ናታቶም ፍልጠቶም ኦፐን ንቆልዓ ድሕናጻ ገዲፍካዮ ተኣማሚኑ እቲ ሓንጎሉ ጽቡቕ በሊሕ ይኸውን ሓንጎሉ ኣብዞርቭ ይገብር ፍልጠት ኦኬ እዚ ይጠቅም ማለት እዩ። ኦኬ ሃይማኖት ካበይ መፂኡ? ሕጂ እዚ ክገልፅ ብዙሕ እዩ ገፊሕ እዩ። ኣነ ዩጁሊ ሰምራይዝ ገይረ እየ ደምፀልኩም ሽሪንክ ገይረ እየ ደምፆ ግን ብጣዕሚ ብጣዕሚ ገፊሕ እዩ። ምክንያቱ ናይ ብዙሕ ግዜን ኦኬ ናይ ብዙሕ ህዝብታት ስለ ዝኾነ ግን ኣነ ኩሉ ግዜ በቲ ናትና ኤርያ ብናትና ፎከስ ዝገብር ንእሽተይ ንእሽተይ ከዓ ናይቲ ዝነብረሉ ዘለካ ዓዲ ብዝኾነ እዘን ኣብዚኣ ታይትል ዘለዋ ብዝካለኒ መጠን ኣብ ታሕቲ ክገልፆ ክኽእል እየ ኦኬ ፅቡቅ እዩ ሰብ ክፈልጥ ብጣዕሚ ፅቡቅ እዩ ስለ ዝኣምን እየ ዘምፆ ኣነ ከዓ ደስ ይብለኒ ከዓ ፅቡቅ ንሰማማዕ ኣለና ኣይ ቲንክ ኣብ ሓደ ባርብሬሽን እንዳመፃና ንኸይድ ኣለና ን ቴንክ ዩ ናይዚኣ ኦኬ ሃይማኖት ካበይ መፂኡ? ፀሓይ ሓንሳብ ሓንሳብ ንፀሓይ ንየሱስ ንራ ሓደ ገይሮም ዝፅውዕዎ ኣለዉ። ኦኬ እንታይ የራኽቦም? እንታይ እዩ መን መን ኢኸ ፀሓፊ እዩ ሕጂ እንታይ መራኸቢኦም የሱስ ራ ራ ፀሓይ ፀሓይ ራኢ ዝበሃል ኦኬ መን ኢኸ ፀሓፊ እዩ ከመይ ከመይ ኸኒ እዚ ተኣኻኺቡ ኦኬ በብወገኖም ነይሮም ሰባት ዝፅሕፉ ወይ ኦፍ ላይፍ ኖሌጅ ከምዚ ሕጂ ኣነ ናተይ ትዊስት ገይረ ኢንፎርሜሽን ኣብዚ ሕጂ ንዓይ ብብዝሒ ዝረኣኹምን ብዙሕ ቪድዮታት ናይ ትምህርቲ ብጣዕሚ ናይ ዝለዓለ ትምህርቲ እያ ነዝህብ ኢለ እየ ድኣምን ኣነ ኣም ሹር ኢት ኢዝ ከኣ ኦኬ ሕጂ እቲ ዝለዓለ ዓይነት ትምህርቲ ኣነ ኣብዚ ድህቦ ከምኡታት ካልእ ክትመፁ ኮንኩም ኦኬ ኩስቶ ከምዚ ኢሉ ኩስቶ ከምዚ ኢላ ገለ ኢላ ኢልካ ሓደ ነገር ከተውፅእ ትኽእል ኢኻ ኢምፖርታንት እዩ መዓስ የድልየና ደይ ምበሃል ደይ ምባል ኦኬ ምክንያቱ መዓስ የድልየና ፍልጠት ኣይንፈልጥን ኢና ኩሉ ግዜ ኢኪፕት ክንኮን ኣለና ፈጣሪ እንታይ ይብለና ሬዲ ፅንሑ መዓስ ከም ዝመፀኩም ኣይፈልጥን እየ ሓደ መዓልቲ ድሕን ምናልባት ዓይንኹም ተኸፊቱ እንታይ ትገብሩ ኣይትፈልጡን ድሕን እቲ ኖሌጅ ኣለኩም ግን ሰፕራይዝ ትኾኑሉ ወይ ከዓ ትፈርሕሉ ወይ ትስንብድሉ ገልመታት ኣይህሉን ኤኒወይ ኦኬ ሕጂ እዛ እንደገና ክንብባ እየ ኦኬ ሃይማኖት ካበይ መፂኡ ሓደ ፀሓይ ፀሓይን የሱስን እንታይ የራኽቦም መን እዩ ኸ ፀሓፊኡ ወይ ከዓኒ መሪፁ ዝፀሓፎ እዚ መፅሓፍ ቅዱስ ክፀሓፍ ከሎ ቅድሚ ሕጂ ነጊረኩም እየ ኪንግ ጀምስ ኦኬ ናይ ብዙሓት ፅሑፋት ተቐሪቡ እቲ ዘድልዮ ዘድልዮ መሪጹ ጺሒፍዎ እዚ ክጽሓፍ ኣለዎ ኢሉ ንሱ መዲቡ ብኡ ገይሩ ከይዱ ምክንያታት ኣለዎ ቅድሚኡ ከሱ እንታይ ይገብር ነይሩ ኪንግ ጀምስ ከ እንታይ ይገብር ነይሩ ቅድሚኡ ኤኒዌይ ግን እቲ ሃይማኖት ናይ ቀደም ኖሌጅ ተፀንዐ ካብ መሬት ካብዛ መሬት ከመይ ትኸይድ እቲ ንሕና በታ ነጥቢ ንሪኣ ማለት እዩ ብኡ ዝተሰርሐ ኦኬ ብዙሕ ነገር እዩ ዘሎ ንሕና ብፍፁም ብፍፁም ዘይንፈልጦ ንፈልጥ ዝመስለና ኣነ ሕጂ ንኣብነት ብዙሓት ሰባት ከምዚ ዝፈልጥ ገለ ኮይኑ ስበ ኣነ ሕጂ ኣብታ ኣፍ ደገ ናይ ፍልጠ ጥራሕ እየ ዘለኹ ብዙሕ ክገብሮ ደሊ ኣሎ ብዙሕ ንዓኻትኩም ክበኩም ዝደሊ ኣሎ ብዙሕ ኣነ ክፈልጦን ኣነ ክበፅሖን ዘለኒ ከዓ ኣሎ ኦኬ ሶ ትምህርቲ ኣይውዳእን ክብሉ ሓቂ እዩ ብዝኾነ ታሕሳስ ኣይ ቲንክ ዲሰምበር ማለት እዩ መብዛሕትኡ እቲ ብትግርኛ ኣነ ኣይፈልጦን እየ ሓደ ሓደ ነገራት ብእንግሊዝ እየ ዝፈልጦ ኦኬ ሕጂ እስኹም ብዝካለን መጠን ግን ክገልፆ ክፍትን እየ ብዝኾነ ታሕሳስ ዕስራን ክልተን ኩሉ ግዜ ኣነ ነቶም ንዓይ ፈሎ ትገብሩኒ ወይ ከዓ መሓሰይ ዝኾኑ ኣብ ናይ ፈይስቡክ ናተይ ኩሉ ግዜ ልደት ክኾን ከሎ ሸር ዝገብሮ ነገራት ኣሎ ኦኬ ፀሓይ ናይ ፀሓይ ኩነታት መዓስ ትጠልቕ ቪድዮ ሰሪሐ ነይረ ዩትዩብ ኣብቲ ናይ ተን ሰለስተ መዓልቲ ቅድሚ ልደት ደሎ ግዜ እቲ ዝበለፀ ግዜ ስለ ዝኾነ ሲ ክንዘርቕ ክንክእል ኣለና እቲ ዓመት ሙሉእ ማታን ክንሓፍስ ኢለ ቅድሚ ሕጂ ኣብዚ ቪድዮ ሰሪሐ ነይረ ሕጂ እሱ እዩ እዚ ሕጂ ኣነ ክዛረቦ እሱ ማለት ንዑ ደይኮንኩ ክዛረብሲ ከመይ ኮይኑ እዩ እቲ ሃይማኖት ካበይ መፅዩ ሃይማኖት ክንድምታይ ፓወርፉል እዩ ሃይማኖት ካብ ፖለቲካ እዩ ንሓደ ህዝቢ ከመይ ጌርካ በቲ ትደልዮ ፈንጥራሕ ከይብልካ ማእታን ደቂስካ ደቂስካ ብስፒሪቹዋል ብናይ ውሽጡ ምቁፅፃር ቆፃፂርካ ከም ሓደ ዓይነት ጌርካ ከመይ ጌርካ ተንብሮም ማዕታም ክትቆፃፀሮም እዚ ዝመፀ ብግዜ ዝተጀመረሉ ማለት እንድዩ እቲ ኖለጅ እቲ ስኩል ናይ ቅድሚ ክርስትና ኣብ መሬት ምምፃኡ እዩ ኤኒወይ ክርስትና ክበሃል ክብል ከሎ ካብ ናይ ሮማውያን ግዜ ዝመፅ እንዲ ናይ ሮማውያን ግዜ ካደቂ ነጋዋስ ናይ ትማሊ እዩ ሕጂ ቅድሚኡ እቲ ወይ ኦፍ ላይፍ ላይፍ ነይሩ እዩ ዘይነበረ ኣይኮነን ግን ንእሽተይ ቀያይሮሞ ከምዚ ሕጂ ሓድሽ ኪዳን ዝበሃል ኣሎ ብሉይ ኪዳን ዝበሃል ኣሎ ቅድሚኡ ከዓ ነይሮም ከዓኒ ከምዚ ናይ ጣዖት ይኣምኑ ገለ መታት ድብሎም ከዓ ስፐሪቹዋል ከዓ ነይሮም ማለት ዝያዳ ምስ ነብሶም ዝቐረቡ ምስ ነብሶም ዝቐረቡ ሰባት ብነብሶም ስ ብዙሕ ነገራት ክሰርሑ ዝኽእሉ ሰባት እሳቶም ዓይነት ሰባት እዮም ነይሮም። ሕጂ ናብኡ ኢና ንምለ ናብኡ ኢና ንምለ ዘለና ብዝኾነ ሰሉ እዚ ሲ ጠ- ጠቃሚ እዩ። ሓድሽ ነገር ኣይኮነን፣ ናይ ቀደም እዩ። ኣብኡ ድሕን ተመሊስካ ደፍርሕ ነገር ኣይኮነን። ኖሌጅ ክህልወካ ኖሌጅ ኦፍ ሰልፍ ናብ ነፍስኻ ዝመልሰካ ማለት እዩ። ኣብ ክንዲ ኣብ መጽሓፍ ቅዱስ ድዩ ኣብ ቁርኣን ድዩ ኣብ ቶራ ድዩ ወይ ከዓ ኣብተን ካልኦት ሃይማኖታት ድዩ ኣብ ነፍስኻ ተኣተኣማምን ንማለት እዩ እታ ልብስኻ ከዓኒ እቲ ፅሑፍ ዘሎ ናይ ቴን ፕላኔታትን ናይ ዓለምን ናይ ነብስናን እዩ ንሕና ኮኔክት ስለ ዝኾና ካልእ ቪድዮ ክሰርሐ እቲ እች ኦርገን ምሰመይቲ ፕላኔት ንብል ቅድሚ ሕጂ ሰሪሐዮ ተዛሪበሉ ኣለኹ ሜቢ ንእሽተይ ግን ብዝበለፀ ከውፅኤን ኦኬ ታሕሳስ ዕስራን ክልተን ማለት ዲሰምበር ማለት እዩ ዕስራን ክልተን ዕስራን ሓሙሽተን ልደት እዩ ቅድሚኤን ዘለዋ ማለት እዩ ዕስራን ክልተን ዕስራን ሰስተን ዕስራን ኣርባዕተን ዕስራን ሓሙሽተን እተን ሰለስተ መዓልቲ እዩ ኦኬ ሕጂ ዲሰምበር ወይ ከዓ ታሕሳስ ተላኢለ ፀሓይ እቲ ዝተሓተ ካብ ሰማይ ትወልደሉ ግዜ እዩ ትውለደሉ ግዜ እዩ እቲ እቲኣ ፀሓይ ትወርደሉ ፀሓይ ዝተሓተ ትኸደሉ እያ ኦኬ ናብ ታሕቲ ትኸደሉ ማለት እዩ ሕጂ ምሽ ሕጂ ከም ዊንተር ሳልሳይ ዝፅዋዕ ኦኬ ምሽ ኣሎ ኢስት ዌስት ኢስት ዌስት ሳውዝ ኖርስ ዝበሃል ኣሎ ኖርስ ሳውዝ ኢስት ዌስት ዝበሃል ኣሎ ሕጂ እትሳ ታሕቲ ሳውዝ ንታሕቲ ትጠልቀሉ እዩ ብጣዕሚ ብጣዕሚ ትትሕተሉ ሰዓት እዩ እቲ ግዜ እቲ ኦኬ ሕጂ ኣብኡ ከለና ንፍላጥ እንታይ ማለት እዩ እዚ ኦኬ ፀሓይ ሲ ታሕቲ ትጠልቀሉ ኦኬ ንታሕቲ ትጠልቀሉ ማለት ሲ እንታይ ማለት እዩ ሕጂ ኣብዚ ንእሽተይ ክስተይ ነስተውዕል ኦኬ ኣብ ዕስራን ክልተን ዕስራን ሰለስተን ዕስራን ኣርባዕተን ንሰለስተ መዓልቲ ፀሓይ ኦኬ ንላዕሊ ትወፅእ ኦኬ ካብ ታሕቲ ኣፍ- ካብ ታሕቲ ጀሚራ ፀሓይ ንላዕሊ ክትወፅእ ኣብዘን መዓልቲ እዚአን ሕጂ እንታይ ትኾን ኣላ እታ ፀሓይ መይታስ ትትንስእ ኣላ መይታ ማለት ርሒቓ ወይ ከዓ ጠፊኣ ወይ ጠፊኣ ሲ እንደገና ትወፅእ ማለት እዩ ኦኬ ሕጂ እንደገና ትውለድ ኣላ ሕጂ ኣብዚ ኣስተውዕሉ ኦኬ ከመይ ኢሉ እቲ ሃይማኖት ካበይ ወፅዩ ኦኬ ፀሓይ ሕጂ ጠፊኣ ንሰለስተ መዓልቲ ታሕቲ ኔራሲ ዳሕራይ ትወፅእ ሓዳሽ ትውለድ ንሰለስተ መዓልቲ ከዓኒ ሆልዶን ከምብቦ እሞ ኣብ ሓደ እያ ቀጥ ትብል ኦኬ ኣብዚ ግዜ እዚ ንላዕሊ ንታሕቲ ኣይትብልን ፀሓይን ሰለስተ መዓልቲ ኣብ ሓደ ጠጠው ይብል ኦን ዘ ሴም ዲግሪ ኣብ ሓደ ዲግሪ ኦኬ ጠጠው እያ ትብል ንሰለስተ መዓልቲ ኣይትንቀሳቐስን እያ ታሕቲ ትኸይድ ላዕሊ ትኸይድ መጀመርታ ግን ብጣዕሚ ብጣዕሚ ብጣዕሚ ታሕቲ እያ ትኸይድ ኦኬ ሕጂ ታሕቲ ክትከይድ ከላ ሞ- እቲ ሞቲፈር እንታይ እዮም ዝብሎ መይታ ኣላ ማለት እዩ ንላዕሊ ክትወፅእ ከላ ርዝን ዓ- ትዓርግ ማለት እዩ ን- ንላዕሊ ትዓርግ ሕጂ ዕርጋን ኣበይ ንፈልጦ ኣብኡ ከለኹም እ- እ- ፈሊጥክሞ ክትኮኑ ሽዑ ኦን ደ ሴም ዲግሪ ጠጠው ከዓ ሽዑ ቀጢላ ጠጠው ትብል ኦኬ ኣሎ ስእልታት ንሕን ከምዚ ናተይ ትብሉ ኾንኩም እዚ ስእሊ ሕጂ ኣብ ርእሰይ ይረኣየኒ ኣሎ ከም ቀጥ ክትብል ከላታ ፀሓይ ወፅያ ማለት እዩ ኦኬ እዚ ፍልጠት ፍልጠት ቀዳሞት ሕጂ እዚ እዚ ኖለጅ እዚ ናይ ቀዳሞት ይፈልጥዎ እዮም ፀሓይ ኣበይ ኣላ እንታይ ትገብር ኣላ እንታይ ይገብሩ እዚ እቶም ድፋላሰፉ እቶም እ፣ በላሕቲ ይፈልጥዎ እዮም ስጋብ ሕጂ እቲ ምስጢር እቲ ፅሑፍ እቲ ኖሌጅ ስለ ናብኣቶም ዘለዎ ኦኬ ግን ነቲ ቤዚክ ሓንጎል ዘለዎ ሰብ ብፊዚካል ጌርካ ኢኻ ከተረድኦ ትኽእል ሕጂ ኣነ ይብል ከማነ ምናልባት ብሰብ ገይሮም ዝመሃሩ ወይ ብዮሱስ ብገለ ማእታን እቲ ሰብ ኣንደርስታንዲን ክህልዎም ኢለ ይኣምን ኣነ ሚስ ሊድ ክገብርዎም ኣይመስለንን ኣንፈቶም ከዝሕትዎም ኢሎም ኣይመስለንን ዳሕራይ ዶ ካልኦት ተጠቂሞምሉ ምናልባት ብዝኾነ እዚ ፍልጠት ፍልጠት ቀዳሞት እዚ ፍልጠት ቀዳሞት ይፈልጥዎ ነይሮም ኣብዚ ግዜ እዚ ይዘርኡ ይመኽሩ ይዕወትሉ ድማ ነይሮም ኣብዚ ግዜ እዚ ይዘርኡ ኩሉ ነገሩ ይገብሩ ማለት እዩ። ዝኾነ ነገር ኣብዚ ግዜ እዚ ዋላ ሕጂ ኣብ ዓዲ እንግሊዝ ኣነ ቅድሚ ሕጂ ነጊረኩም ነይረ መብዛሕትኡ ሰብ ኣብ እንታይ ይበሃል ክእከብ ከሎ ኣብተን መዓልቲ ናይ ልደት ኦኬ ድሕሪ ክንደይ እዮም ዝእከቡ ሽዑ መስተ ስተ ይተሓራረቑ ብዙሕ ነገራት ሓንሳብ ሓንሳብ ከዓ ኣብኡ ክመፅአ ኣብኡ ኣብታ መዓልቲ እቲኣ ይስከፉ ክራኸቡ እንታይ ኮን ክበሃሉ እዮም ብዝሒ ነገር እዩ ደሎ ቅድሚ ሕጂ ተዛሪብና ነርና ኢና ናይ ፋሚሊ ዳይናሚክ ሕጂ እቲ መዓልቲ እቲ እቶም ፈላጣት ፀጥ ኢሎም ምስ ነብሶም ምስታ ፀሓይ እንታይ ፀሓይ እንታይ ትገብራላ ሜዲቴሽን ገይሮም ዝደልይዎ ነገር እዮም ዝሰድዎ ማእታን ማነፈስት ክኾን ማእታን ክኽሰተሎም ኣብዚ ብሕልፊ እቶም ቢዝነስመን እትም ንዓለም ራን ዝገብርዋ ኣብዚ ግዜ እዚ መዓት ገንዘብ እዮም ዝገብሩ ካልእ ሰብ እንዳሰተየ እንዳሰኸረ እንዳተባእሰ ከሎ ንሳቶም ግን ከመይ ገይሮም ገንዘብ ካብ ዓለም ይገብሩ የእትዉ መዓት ገንዘብ እዩ ዝኣቱ ኣብቲ ግዜ እቲ ንዓመታ ኻኒ እንታይ ይገብሩ ከዓ ይተኽሉ እዚ እዮም ዝሰርሕሉ ንሕና ከዓ ክንጥቀመሉ ክንክእል ኣለና ፅሩይ ፅሩይ ግዜ እኣምሉ ዓለም እታ ፀሓይ ስለትሃበና ብርሃን እቲ ኤነርጂ ስለ ሓድሽ ዝውለድ ኒው ቦርን ይብሉ ሓድሽ ስለ ዝተወለደ ሓድሽ ነገር ከንገብር ንኽእል ኢና ኣብዚ ነታ ሙሉእ ዓመትና ተንብረና እዚ ፍልጠት እቶም ምስጢራውያን እቶም ምስጢራውያን ስድራ ቤት ኦኬ ብዝፍለጥ ዝተመሃርዎ ይፈልጥዎ ይሰርሕሉ ይዕወትሉ። ሕጂ ንኣብነት እዞም ሚስጢራውያን ፋሚሊ ዝባሃሉ ኦኬ ኣብ ኩሉ ዓለም እዮም ዘለዉ ኣብ ኤሮጳ ጥራሕ ኣይኮኑን ዘለዉ ኣብ ዓዲ ዓራባት ኣለዉ ኣብ ኣፍሪቃ ኣለዉ ኣብ ምክንያቱ እፈልጥዎ እዮም ምክንያቱ ሓደ ድሕን ረኢስ ላዕሊ ኮይኑ እቲ ናይ ተዓዱ ጸጋ ናይ ተዓዱ ዘለዎ ነገራት ይፈልጡ እዮም ኦኬ ሕጂ እንታይ ኣበየ ኣሎ እንታይ ክገብሩ እቶም መብዛሕትኦም ኣብ ፓወር ደምፅዎም ስድራ ቤቶም ምስኣቶም ስራሕ ገለ ነገር ዘራኸብ እንተደይብሎም ኣብ ፓወር ኣይምፅዎን እዮም ንምንታይ ከኒ ከማን ነዛ ምሉእ ዓለም ክቆፃፀርዋ ክኢሎም ብሃይማኖት ሼቢን እቲ ናይ ሓንጎል ናይ ሰብሲ ከምቲ ዝደልይዎ እንዳገበሩ ኦኬ እንዳ እንዳ ከምኡ እንዳገበሩ እዮም ኣምፅኦም ነዚኣ ኩላ ህዝቢ ክቆፃፀርዋ ክኢሎም ዘለዎም ኦኬ ኣብዚ ርህጺኡ ከኣ ዋላ ነቲ ናታቶም ዓይነት ንዕኦም ዘተኣናግዶም ሓላፊ እዮም ከኣ መብዛሕትኡ ግዜ ደምጹ። እትም ንወለዳት ብጽፉፍ ዝጸንሐ ኣብቲ ስድራቤቶም እቲ ንቕሓት፣ እቲ ትምህርቲ፣ እቲ ኖለጅ ደለዎም ኣሎ። መብዛሕትኡ ኣፍሪቃ ብዙሕ ኣይኮነን ግን ደለዎ ኣለዉ ግን ኣብ ኪንግዶም ክኸውን ኣሎ ኣብዚ ናይ ንግስነት ዝነበረሉ ግዜ ብብዝሒ ግን ኩለንተን ንግስነት ዝነበረለን ዳርጋ መብዛሕትአን ሕጂ ወፅኤን እየን ኦኬ እዘን ሰለስተ መዓልትታት ከም ኣብ መቃብር ፀኒሑ የሱስ ይፍለጥ ሕጂ እተን ሰለስተ መዓልትታት ንኣብነት እተን ዕስራን ክልተን ዕስራን ሰለስተን ዕስራን ኣርባዕተን እታ ፀሓይ ንውሽጢ ክትኣቱ ከላ ኦኬ ሕጂ ኣብ ፈንዲ ደይ ምዃን ንዓና ዋላ ሓደ ዋላ ሓደ ዝቐርበና ዋላ ዝርሕቀና የለን እቲ ኖለጅ ኖለጅ ናይ ንኩሉ ሰብ ማዕረ ኢሉ ዝፅሖ ኢለ ፈልጥ እየ ዋላ እታ ፀሓይ ንኩልና ማዕረ ኢላ ትብፅሐና ዋላ እቲ የሱስ ድዩ ንኩሉ ሰብ ማዕረ እዩ ድብፅሐና ኢለ ኣነ ይኣምን ስለዚ እቲ ሓደ ንዕኡ ኣቕሪቦ ዝወስዶ ኣደርሕቆ ምክንያት የለን ግን እቲ ፀሓይ ሰለስተ መዓልቲ ክትቅበር ከላ ኦኬ ሕጂ ንኣብነት ኣብ ናይ የሱስ ከዓኒ ሰለስተ መዓልቲ ኣብቲ ጉድጓድ ኣትዩ ዳሕራይ ከዓ ወፅዩ ዓሪጉ ዝበሃል ነገር ኣሎ ማች ገበር ምሳይ ፅቡቅ ገይሩ ሰጥም ኣይደኖ ምሳኻትኩም ግን ምስ ዝሰጥም ፅቡቅ ገይሩ ንዝርድኦም ምስቶም ናትዮም በላሕቲ ፅቡቅ ገይሩ ከም ዝሰጥም ሰንስ ከም ዝቦም ኣነ ይፈልጥ ኦኬ ኣብዚ ግዜ እዚ ብዙሕ ሰብ እዩ ዝሓዝን ኦኬ ኣብዚ ግዜ እዚ ሕጂ ኣብዚ የሱስ ሕማማት ከም ሕማማት ገለመለ ከም ጾም ኣርባዓ ከም ገለ የምክን ሕጂ ጾም እዩ ደሎ ወይ ኔክስት ማንትስ ኣይደኖ ሕጂ ከምኡ ስለ ድፍለጥ ኣብዚ ሰብ ኣክንዲ እቲ ጸጽቡቕ ክረኽቦ ዝደሊ ንምሉ ዓመት ብሓዘን እዩ ድጅምሮ ኣብቲ ኤነርጂ ናይታ ጽቡቕቲ ፀሓይና ህይወት ትህበና ኣክንዲ ክትውለድ ከላ ትሒታ ነይራ ክትወፅእ ከላ ሓድሽ ኤነርጂ ክትህበና ከላ ኣክንዲ ብፅቡቅ ብሃንጎፋ ንቕበሎ ብሓዘን ንዓይ ከምኡ ኮይኑ ይርድኣኒ ኣይፈልጥን ደቂ ናጓውስ ፈትወኩም እየ ፈትወኩም እየ ፈትወኩም እየ እሞ ኣይደኖ ንዓኻትኩም እንታይ ኮይኑ ይርድኣኩም ኣነ ግን ከምኡ ኮይኑ ይርድኣኒ ንምንታይ ከምኡ ክንገብር ሸግ ገይሮምና እዚ ተማሂርናዮ ሂቦሙና እዮም ተዋራሪሱ ንወለዶታት እምበረ ንሕና ዝፈጠርናዮ ኣይኮነን ሕጂ ንዓይ እዚ ኣነ ኣይቅበሎን ኦኬ ክሓዝን ኣነ ንኣብነት ከም ኣዘይ መጠን ኣነ ክሓዝን ኣይደሊን እየ ምክንያቱ ኤቭሪ የር ኣክንዲ ዝዘርእ ክሓዝን ኣይደሊን እየ ኣነ ክዘርእ ደሊ ማነፈስት ክገበር ደሊ ክጠልብ ደሊ ካብ ፈጣሪ ካብቲ ሓድሽ ኤነርጂ ድመፀ ንዓይ ጉቡኤይ ሓቀይ ናብዛ መሬት ስለ ድመፃኹ ሓቀይ ኣነ ክጠልብ ደሊ ድጉሄሉ ዋይ እንታይ እዩ ትሽግር ንምንታይ ይጉህየሉ ንምንታይ ኦኬ ምስትንታን ናብ ነብስኻ ምቕራብ ፅቡቕ እዩ ግን ንሰብኣይ የሱስ ዝበሃል ዝሞተ ዝተሰቐለ ኢለ ኣነ ሕጂ ኖ ኖ ግን ሰብ ይሓዝን ኣብ ፆም ፀሎት ፆም ፀሎት ብጣዕሚ ፅቡቕ እዩ ንዓና ግን ኣብዚ ግዜ እዚ ሓዚኖም እዮም ሰባት ደብልዎ ኦኬ ግን እቶም እንታይ ዝበሃል እቶም ፈላጣት ግን ይጥቆምሉ እዮም ሕጂ ንኣብነት በበይኑ ስለ ዝውዕል ድዩ እቲ ልደትና ነቲ ልደቶም ስለ ድፈላለ ኣብ ሓደ ኣይወፅን ይኸውን ግን ምስታ ፀሓይ ምስታን ፕላኔታት ድሕን ከድና ግን እቲ ዊንተር ሳልሳል ዝፍለጥ ኦኬ ፀሓይ ታሕቲ ተኸደሉ እንደገና ከዓ ትወፀሉ እዩ ከምኡ ከኣ the same thing okay ኣብ ናይ history ታሪክ ናይ የሱስ ኣሎ okay እዚ ሓቂ ሚት ካብ ሚት እመንዎ ገለ ኣይኮንኩን ዝብለኩም ዘለኹ ደቂ ናውጋውስ ግን እመሳሰል ከምኡ ኢሎም ከኣ ዝዛረቡ ድኳትዑ ኣለዎ እሞኒ ንዓኹም ከ ከመይ ይመስለኩም ክብል እየ ኣምፀዮ ኣብዚ ግዜ እዚ ብዙሕ ሰብ እዩ ዝሓዝን ኦኬ ሓዘን ሓዘን ይወልድ ግዜ ልደት ሰብ ይሰርሕ ይሰክር ይስእየ ግዜ ልደት ንኣብነት ሰብ ይሰክር ኣዝማድ ኣዝማድ ተኣኪቦም ዘይፈልጡ ይ- እ፣ ዘይፈልጡ ይተኣካ- ይተኣኻኸቡ ምክንያቱ እታ ግዜ እቲኣ ዕረፍቲ ስለ ዝኾኑ እታ ግዜ እቲኣ እዮም ዝራኻኸቡላ ክራኻኸቡ ከለዉ ናይ መስተን ድሕን መስተ ሰቲኻ ድሕን ብዙሕ ከቢድ በሊዕካ ከማን ይኸብደካ እዩ ዋላ ክትፅሊ ወይ ናብ ነብስኻ ክትቀርብ ወይ ናብ ኣምላኽካ ክትቀርብ ከማን ኣይትኽእልን ኢኻ ምክንያቱ ኦሬዲ እቲ ነብስኻ ሄቪ ስለትገብሮ በቲ ንበልዖ ዓመት ከዕርይዎ ሽዕኡ ይበኣሱ ሰኺሮም እቲ ከምዝተገበረ ቆልዓ ከለኹ ዶ ከምዚ ከለኹ ዶ እቲ ዶ ከምዚ ጌርካኒ ከምዚ ዘይገበርካኒ ገለመለ ኩሉ ናይቲ ዓመት ቢዚ ቢዚ እንዳኾኑ ዋላ ዝደዋወሎ ዘይረዳድእሉ ድዩ ዋላ ገለ ኣብቲ ሽዕኡ ግዜ መፅእ ምፍሕፋሕ ሽዑ ንዓኣ ከመይ ጌሮም ክፅግንዋ ነታ ነገር ከመይ ጌሮም ከጥዕይዋ ከዓኒ ዓመት ሙሉእ እንታይ ይበሃል ኣብ ፍሪክሽን ይኾኑ ኢንስቴድ ኣብ ካልእ ነገር እንደገና ከዓኒ ነታ ግዜ ክትመፅእ ከላ ከዓኒ ስክፍታ ኣሎ ንዑ እየ ዝብል ዘለኹ ማለት እዩ ዓመት ከዕርይዎ ይፍትኑ እዛ ግዜ ክትመጽእ ኣይደልይዋን መብዛሕትኦም ብጣዕሚ ይኸብዶም ሕጂ ከዓ ምስ ሓማተይ ሕጂ ከዓ ምስ ስድራይ ከማን ድብሉ ኣሎ ሕጂ ከዓ ምስ ኣሕዋተይ ገለ ዝብሉ ኣለዉ ብጣዕሚ ነቲ ከዕርፉ ደስ ይብሎም እዩ ልደት ስለ ዝኾነ ፅቡቅ እዩ ከዓ ፅቡቅ ብጣዕሚ ናይ ብሓቂ ፅቡቅ ኣትሞስፌር ደስ እዩ ዝብለካ ግን ኣብቲ ገዛ ብዙሕ ነገራት እዩ ዝርከብ ሕጂ እቶም ዝፈልጡ ይዘርኡሉ ይተዓረቁሉ ብዙሕ ነገራት የፍርይሉ ኣብ ዓለም ፕላን ከዓ የውፅኡ ንዓመት ገሊኡ ከኣ ንሚእቲ ዓመት ዘውጽኻ ኣሎ ከከምቲ ናትካ ፓወር ዘለካ ገሊኦም ከኣኒ መጫቃጫቂ መበሊ ገይሮም ይብሎ ዳሕራይ ግዜ ምስ ሓለፈ ዋላ ሓንቲ ኣየፍርዩላን ኣብ ምፅጋን ናይ እንታይ ይበሃል ናይ እቲ ፍሪክሽን ናይ እቲ ደይ ምስምማዕ እንደገና ደይ ምስምማዕ ይወልድ ኣብ ዝኾነ ማለት ኣይጥቀምሉን እዮም ምክንያቱ ኖሌጅ ስለሌለ ምክንያቱ እዚ መዓልቲ እዚ ፅሩይ መዓልቲ እሞ ኣነ ክዘርኣሉ እየ ክትብልሲ ክትፈልጥ ክትክእል ኣለካ እዘን መዓልቲ እዚአን ኣነ ብዙሕ ግዜ ተዛሪበለና ኣለኹም ኣይሆብ ንፈልጦ ኦኬ 25 ታሕሳስ ዲሰምበር 25 ኦኬ ፀሓይ ሓደ ዲግሪ ናብ ሰሜን ኦኬ ኖርት ማለት እዩ መስለኒ ሲሜን ኖርት ትኸይድ ድሕሪኡ ኣብ ህይወት ትምለስ ከም ዳግማይ ምውላድካ ይፍለጥ ኦኬ ሕጂ ዳግማይ ምውላድ እንደገና እንደገና ከም ምውላድ እዩ ዝፍለጥ ኦኬ ሕጂ እዛ ዘንበብኩዋ ሰሚዕኩምን ኣለኹም ዕስራን ሓሙሽተን ዲሰምበር ክኾን ከሎ ኣብቲ ዝለዓለ ኖርስ ንላዕሊ ትኸይድ ካብቲ ትሕታተ ዝነበረት ካብቲ ቀጥ ኢላ ኣብ ሓደ ቦታ ጠጠው ኢላ ዝነበረት ንላዕሊ ትኸይድ ከም ዳግማይ ምውለድካ ይፍለጥ ደቂ ነጋውስ ኦኬ እዚኣ ፀሓይና ፀሓይ ፀሓይ የለን ህይወት የለን ትፈልጡ ኢኹም ፀሓይ የለን ህይወት የለን ማይ የለን ህይወት የለን። ያ ሕጂ ከይደፍኣኩም እምበር ናይ ክልተ ሽሕ ዓመት የሱስ የለን ህይወት ኣሎ፣ ህይወት ይቕፅል ኣሎ፣ ፈጣሪ ኣሎ ዶ ሚእቲ ከም ሚእቲ ያ ዕስራን ሓሙሽተን ልደት ይውለድ ኦኬ ዕስራን ሓሙሽተን ልደት ይውለድ ልደት ዓመት ዓመት ይመጽእ ኦኬ ዓመት ዓመት እዩ ድመጽእ ልደት ዓመት ዓመት ከዓ ይውለድ ዓመት ዓመት እዚ ሕጂ ክብለሉ ጸናሕኩ ዓመት ዓመት ይድገም ሕጅን ኣሎ ኦኬ ናይ ክልተ ሽሕ ዓመት ሰብኣይ ኣነ ኣንጻር ክሳይ ዘይኮነ ኖሌጅ እዩ እዚ ኦኬ ግን እንደገና እንደገና ኣይውለድን እዩ ፈጣሪ ግን ኩሉ ግዜ ኣብ ኩሉ ቦታታት ኣሎ ኦኬ ክደግማ ዕስራን ኣርባዕተን ዕስራን ሓሙሽተን ደኣ ትዌንቲ ፊፍ ኦፍ ዲሰምበር ኦኬ ልደት ይውለድ ኦኬ ልደት ዓመት ዓመት ይመጽእ ኦኬ እሞ ኢየሱስ ዝተወለደሉ ከም ኢየሱስ ዝተወለደሉ ካ ይፍለጥ ኣብ ሃይማኖት ወቸስ መጽሓፍ ቅዱስ 25 ታሕሳስ ልደት ዳግማይ ተወሊዱ ከም ክርስቶስ ቅዱስ ይፍለጥ ኦኬ ከም ዳግማይ ተወለደ ኢየሱስ ክርስቶስ ይፍለጥ ኦኬ ኣብ መጽሓፍ ቅዱስ ግን ኣብ ናይ ብሓቂ ናይ ሃይማኖት መጽሓፍ ቅዱሳት ኣስትሮሎጂ ኤኒወይ ኦኬ ነንእሽተይ ሕጂ ድፍእ ድፍእ ድፍእ ከብለኩም እየ ካብቲ ዘለኹሞ ኣይትወፁን ኢኹም ኦኬ እዚኣ እሞ ወዲ እያ ድየ የ እታ ሓሙሽተን ታሕሳስ ልደት ዳግማይ ተወሊዱ ከም ክርስቶስ ይፍለጥ ከኣ መጽሓፍ ቅዱስ ፒሬ ሰ እሄ ኣነ ብዚ ክዛረበኩም ከለኹ ቨሪ ሴንሲቲቭ ናይ ሃይማኖት ግን ኣነ ሃይማኖትኩም ኣይወስደልኩምን እየ ኦኬ ጥራሕ ኣነ ኖሌጅ እየ ድህበኩም ደቂ ነጋውስ ኦኬ ሓደ ደኣ ይብልሲ ክትቀርቡ ከለኹም ይብሎም ኣብ ሳትሳን ሙጂ ኦኬ ክትቀርቡ ከለኹም ይብሎም መፂኦም ኣብ እግሮም ኮፍ ድብሉ ሕጂ ዳሬክት ትገብሮም ኦኬ ዳሬክት ትገብሮም ነብሶም ክፈልጡ ማእታት ብጣዕሚ ቀሊል እዩ ግን ንድሕን ደይፈለጥካያ ከባድ እያ ኮይኑ ዝስማዓካ ኣብ ሓንጎልካ ብዝኾነ ብጣዕሚ ግን ብጣዕሚ ቀሊል እዩ ከም ኩሉ ነገራት ሕጂ ላይፍ ምሽ ሓንሳ ሓንሳብ ስትራግል እዩ ዓይንኻ ምፋት ግን እታ ዝቐለለት እታ ዝቐለለት ስለ ዝኾነት ግን ሰብ ኣይክፍታን ብዝኾነ ኮፍ ምስ ሽብሉ ሕጂ ከቕርቦም ከሎ ግዜ ወርቂ እዩ ካብ ወርቂ ንላዕሊ ሕጂ ግዜ ክጥፋእ ኣይደልን እዩ ኣብ ናንሰንስ ኦኬ ስትሬት ኣብቲ ፖይንት እዩ ዓይኖም ክኽፈቱ ስለ ዝደልዮም ብዝኾነ መብዛሕትኦም ኣብኡ ዝቐርቡ ናይ ብሓቂ እቲ ከመይ ጌርካ ከም ትቐርብ ዝፈልጡ ዘንበቡ ዝፈልጡ እዮም ጥራሕ ሬዲ ጋይድ ክግበሩ ብዝኾነ ብሎም ሽምኩም ዓሌትኩም ሃፍትኹም መንነትኩም ኣንነትኩም ኣብቲ ኣፍ ደገ ኮፍ ኣቢልዎ ካብዚ ወዲእኩም ክትወፁ ከለኹም ተሰኪምኩም ክትወፁ ትኽእሉ ኢኹም ድሕን ደልየኩም ኮይኑ እዩ ዝብሎም ኦኬ ግን ኣብዚ ክትመፁ ከለኹም ሲ ኩሉ ገዲፍኩም ኪ ሰብ ኮንኩም ምፁ እዩ ዝብሎም ምሉኣት ሰባት ኮንኩም ምፁ ማዕታን ክት ከይካትዑ ሕጂ መን ኢኻ መን ኢኻ ንስኻ ድሕን ኢሎም ኣዜብዕብዮ ድሕን ኢለ ኣይኮንኩን እሱ ናይ ናይ ስጋ እዩ እሱ እንሒርካ ድሕን መጺኻ ናይ ውሽጥኻ ክትፈልጥ ኦኬ መን ኢኻ ንስኻ ብምስሊ ኣምላኽ ተዘራካ ስድራ ቤትካ እዮም ሂቦምኻ ግን ቅድሚኡ ንስኻ ኣለኻ መን ኢኻ ንስኻ ናብኡ እዩ ክብጻሕ ደሎ ደኣይ ኦኬ ሕጂ ከምኡ ዝበሃል ኣሎ ኣብዚ ከዓኒ ኣነ ክበኩም ከለኹ ደቂ ነጋስ ከዓኒ እስኻትኩም ኣበየናይ ሃይማኖትኩም ኣበየናይ እምነትኩም ኣለኩም ድሕድገኩም ሰብ የለን ስቲል ተሰኪምኩሞ ነዚ ስምዑ ዋላ ሓደ ሰብ ድሕድገካ ግን ኖሎጅ ድሕን ድሕን ፍልጠት ፍልጠት ፍልጠት ኣብዚሕኩም እቲ ዘይኮነ ባዕሉ ክረግፍ እዩ ያ ሕጂ ብዙሕ ክስታይ ኣይትኾኑ ኣይትሰከፉ ምክንያቱ ኣብዚ ነጊረኩም እየ ክንፍተን ኢና መፂና ኦኬ ሕጂ ሓንሳብ ሓደ ሓደ ሰባት ክስታይ ይኾኑ ምሽ ኣንከንፍርትብል ስለ ዝኾኑ የውፅዎ ነጋቲቭ ይፅሕፉ ኦኬ ናይ ወላ ሓንቲ ኣነ ኢለኩም ስርሐይ እንታይ እዩ ወላ ሓንቲ ግን ፅቡቅ ኣይኮነን ምክንያቱ ሲ ሓደ ነገር ብሕልፊ ክሕምመካ ክሕምመካ ከሎ ካብ እንታይ ኮይኑ ዝሕመኒ ደሎ ንምንታይ ሕምኒ ኢልኪ ሰብ ክጣይቕ ክኸእል ኣለዎ መሕወይኡ ስለ ዝኾነን ማለት እዩ ብዝኾነ ኦኬ ፀሓይ ናብ ሰሜናዊ እ፣ ሰሜናዊ ሰሜን ሰሜን ማለት እዩ ሰሜን ኣብ ኖርስ ኦኬ እ፣ ንፍቀ እዩ ዝ- ንፍቀ እዩ ዝበሃል ከዓ ብትግርኛ ንፍቀ ንፍቀ ክብ ክትብል ከላ ክትልዕል ከላ ኖርስ ማለት እዩ ሃመስፊየር ኢት ክሮስስ ኦቨር ደ ኢኳተር ሕጂ ንሕና ኤርትራ ኣብ ኤኳቶር ኣብ ማዓንጣ ኣብ ማዓንጣ ዓለም እያ ትርከብ ኦኬ ዳስ ዋይ ብዙሕ ኩሉ ክላይመታት ዘለና ብሉጻት ከ ኢና ንሕና ብጣዕሚ ኣብቲ ቦታ ዝቕመጥ ኣነ ናትና ክዛረብ ናይዞም ኤርትራውያን ብሉፃት ኢለ ዝኣምን ፈጣሪ ንዓና ኣውቁ ኣይምሃበና ኩሉ ኣውቃት ኣለና ሕጂ ከም ብባኤ ሰውእታ ፀሓይ ላዕሊ ምስ ከደት ኣብቲ ናይ ኤኳተር ኣብቲ ናይ መዓንጣ እቲ ኦካተር ማለት ኣብቲ ናይ መዓንጣ ኣብቲ ናይ ኤርትራ ዘላቶ ራውንድ ማለት እዩ ብክቢ ኣብኡ እያ ክትወቅዕ ኦኬ ፀሓይ ናብ ሰሜን ንላዕሊ ትወፅእ ንቕፊ ክብ ክትብል ከላ ክትልዕል ከላ ንኖርስ ሄሚስፌር ኢት ክሮስስ ኦቨር ብኡ ጌራ ትሓልፍ ማለት እዩ በቲ ኦከትር ጌራ ትሓልፍ ኦኬ ከምቲ ሞይቱ ነይሩ ዳሕራይ ናብ ሂወት ይምለስ ኣሎ ይበሃል ሕጂ ፀሓይ መይታ ነይራ ኣብ ሂወት ተመሊሳ ነነ ክርስቶስ ዳ መይቱ እንደገና ኣብ ሂወት ተመሊሱ ክበሃል ከሎ ምስቲ ዝበሃል ናይ ክርስቶስ ታሪክ ምስ ፀሓይ ሓደ ኦኬ ግን ድሕን ናብ ሰብ ኮይና ደሊናያ ናብ ስጋ ድሕን ደሊናዮ ኢንፋክት ሕጂ እንታይ ይብሉ ኣሎ ፀሊም እዩ ፀሊም ኤኒወይ ፃዕዳ ክኾን ኣይኽእልን እንድዩ ካብቲ ዝዓበዮ ኣነ ከም ፖለቲሽን እየ ዝሓስቦ ማለት ፖለቲሽን ሕምሕማቅ ከየረእ መኣታን ፅቡቅ ናይ ሰብ ኣድቪኬት ዝገብር ከምዚ ኣነ ኣድቮኬት ዝገብር ብሰብ ከምኡ ኢለ እየ ድሓስብ ሕጂ ከምዚ ድብሉ ክመፅኦም ተባሂሉ እንዲ ገና እንታ ድበሃል እሲልካ መደሓሓር ኣሎ እንዲ ግን ከምኡ እዩ ሓደ ሰብ ድሕን ንሰብ ይኣሊ ወይ ከዓ ይምህር ወይ ይክብክብ ኣሎ ሸፐርድ ይብልዎ ማለት ጓሳ ኦኬ ዝኾነ መምህር ጓሳ ናይ ተምሃሮ እዩ ዝኾነ ግን ዝኾነ ፀብለል ዝበለ ብርህ ዝበለ ንሕን ፅቡቅ ነገር የፍሪ ኣሎ ኣክቲቪስት ማለት እዩ ማለት ሲ ነቲ ህዝቢ ሲ ከነቃቅሕ ዝተበገሰ ሰብ ኣነ ከምኡ ኢለ ዝሓስቦ እምበር እቲ ዝብሎ ሓንሳብ ሓንሳብ ኬፍ የብሉን ሕጂ ግን ንዓይ ሕጂ ንዓይ ሰንስ ህበኒ ምክንያቱ ክትርጎም ከሎ ሕጂ ኣነ ክትርጉሞ ከለኹ ከምቲ ናተይ ኣረዳድኣ ሰንስ ህበኒ ኦኬ ገለ ገለ ሰባት ግን እሱ ኢሎም ይወስድዎ ዋላ ፅቡቕ ከዮ ኣሎ ሕጂ የሱስ መፅኡ ኣነ ኣብ ኣቦን ኣደን ዋላ ክፈላል እምበረይ ከፋዕራ ኣይኮንኩን ድመፀኸ ዝብል ኣሎ ኣቲንክ ኣብ ማትዩ ድዩ ዋላ ገለ ኣይደኖ ሉክ ድዩ ዋላ ማትዩ ከምኡ ዝብል ነገር ኣሎ ሰርሐ ምክንያቱ ፅሒፈዮ ኣለኹ ሕጂ እሱ ኣብኡ ከሎ ክትብሎ ከለካ እዋ ከምዚ ዶ ደኣ ባህሊ ትብል ግን ድሕን በቲ ኖለጅ ተማሂርካ ግን ድሕን ፈሊጥካዮ ግን ኦኬ እዚ እዚ ማለት እዩ እዚ ክትብል ትኽእል ኢኻ ማለት እዩ ኣብ ሰሌዳይ ክምለስ ኦኬ ግዜ ስፕሪን ኦኬ ስፕሪን ሕጂ ዋላ ጉግል ጌራስ ክረኽባ ይከኣልኩን ፊሩታት ዝወፀሉ ግዜ እዩ ስፕሪን እቲ ፍዮርታት ጎላዕላዕላዕላዕ ድብለሉ ምሽ ኣሎ ዊንተር ምሽ ቁሪ ግዜ ኣሎ ሳመር ናይ ፀሓይ ኣሎ ኦቶማን ስፕሪን ኣይ ቲንክ እቲ ጎላዕላዕ ዝብለሉ ፍዮርታት ገልመልታት ዝወፀሎም ግዜ ማለት እዩ ኦኬ ግዜ ስፕሪን ኦኬ ኣብ ኣቁፅልቲን ዕምባባትን ዝፈርየሉ ግዜ ፀሓይ ትውለደሉ ግዜ እዩ ሃይማኖት ክርስትና ቅድሚ ክርስትና ዝነበረ እዩ። ሃይማኖት ክርስትና ቅድሚ ናይ ክርስትና ዝነበረ እዩ። እዚ እዚ ኖለጅ እዩ። ኦኬ ሆፍሊ እቲ ፊሩታት ድወፀሉ ድወፀሉ ግዜ ዕምባባታት ድፈርየሉ ግዜ ፀሓይ ትውለደሉ ግዜ እዩ ሃይማኖት ክርስትና። እንደገና ክደግመልኩም ቅድሚ ክርስትና ዝነበረ እዩ ኣስትሮሎጂ እዩ ኣስትሮሎጂ እዩ ኦኬ ኣስትሮሎጂ ቅድሚ ሕጂ ነጊረኩም መጽናዕቲ ሰብ ክነብር ምዛ መሬት ክሳነ ክኽእል ኣለዎ ደቂ ነጋውስ ኦኬ ይፈትወኩም ይፈትወኩም ይፈትወኩም እሞ ድሕን ምዛ መሬት የተሳነና ኦኬ ክንነብር ኣይንኽእልን ኢና ኣንጻር እዛ መሬት ሕጂ ብዙሕ ነገራት ኣንጻር መሬት ንኸይድ ኣለና ኣንጻር ተን ፕላኔታት ንኸይድ ኣንጻር ላይፍ ንኸይድ ኣለና ናህና ቀጻልነት ሲ ክቅጽል ድዩ ኣይደንት ኖ ኣንፈትናት ክንስሕት ኢና ኣብ ክንዲ ዝጸበቐ ግዜ በፂሕና ከለና ነታ ምስታ መሬት ድዩ ምስቲ ክላይመት ድዩ እንዳሕወና ንኸይድ ፅቡቕ እንዳገበርና ንኸይድ መብዛሕትኦም ሰባት ናይ ጃስ ቅድሚኦም ፕሮጀክት ንፕሮጀክት ከዕብዩ ወይ ከዓ ነቲ ናቶም ኢጎ ኣነ ከምዚ ክገብር ክእል እየ ኢልካ ወይ ክፉእ ነገር ትፈጥር ወይ ውግእ ትፈጥር ወይ ሸርሸራ ትፈጥር ወይ ሞኖፕሌት ትገብር ዝኾነ ነገር ወይ ከዓኒ ናትካ ሕልሚ ፕሮጀክት ከምዚ ገይረ ከምዚ ዓይነት እዚ ክገብር ኢልካ ንዕኡ ክትገብር ብዙሕ ነገራት ዘይኮነ ነገር ተህልኽ ኦኬ ብዝኾነ እሱ እዩ ነዚ ዓለም ንክትስልጥን ክትብል ኣብ ደይ ቦልቦል ኣዘእትዋ ዘሎ ማለት እዩ ሕጂ ግን ብዙሕ ነገራት እንዳመለሱ ከዱ ኣለዉ ምክንያቱ ይባላሾ ይፀንስ ነገራት ስለ ዘሎ ጃንግላት ዶ ገለምታት ይፅንቱ ስለ ዘለዉ ሕጂ ከመይ ጌርካ ከምኡ ጌርናስ ኮንቲኒ ክንገብር ኣይንኽእልን ኢና ናይ ብዛዕባ ኣነነኪ ነጊረኩም ኣይ ዓዱ ዓዶም ዲስትሮይ ገይሮማ ካብዚ ወርቂ ክወስዱ መፅኦም ዓዶም ከሕውይዋ ከምኡታት ስለ ዝገበሩ እዚ ከማኒ ናታቶም ኦፍ ስፕሪን ስለ ዘለዉ ዝያዳ ከምኡታት ዓይነት ክገብሩ ስሕበታት ዘለዎም ኣለዉ ንዓኦም ዋላ ሓንቲ ብዝኾነ ክ- ክንስልጥን ኢና ወይ ከዓ ንብ ካልእ- ኣብ ካልእ መሬት ከምዚኣ ክንከይድ ኢና ዝብሉ ኣለዉ ኣሎ እዚኦም ናይ ስጋ እንዲም እዚኦም ናይ ስጋ እንዲ እቲ ፕሮብሌም ኮይኑ ደሎ እቶም ናይ ስፕሪቹዋል ግን ወላ ሓንቲ ነገር የለን ኩሉ ነገር ፅልማት እዩ ኣነን ማይ ኮንሽስነስ ናት ኣነን ናተይ ኮንሽስነስን ኣብዚ ኩሉ ነገር ኣይ ሜኪኒት ዝብሉ እዩ ዳርጋ ሓቂ እዩ ኤኒወይ ኦኬ ግን እዚ ፍልጠት እዚ ፍልጠት ግን እዚ ፍልጠት ውሑዳት መንግስታት ወይ ከዓ ገለገለ ሰባት ማለት እዩ እዩ እዩ ዘለዎም እዚ ሕጂ ክንብሎ ዝጸናሕና መንግስታት ይፈልጥዎ እዮም ኦኬ ብዙሕ ነገር እዩ ዝግበር ዘሎ ሕጂ ብዙሕ ነገር ፅቡቅ እዩ ከዓ ገሊኡ ፅቡቅ እዩ ያ ገለገለ ሰባት ኣብኡ ኢንተርስት ዘለዎም ይፍልጥዎ እዮም ደረጃታት ኣለዎ ናህና ኮንሽስነስ ደረጃታት ኣለዎ ንእሽተይ ልዕል ክትብል ክትክእል ኣለካ እዚ ኣንደርስታ እዚ ክርዳእካ እዚ ክርዳእና ሓንጎልናስ ንእሽተይ ክበልሕ ክኽእል ኣሎ ክቅበል ክኽእል ኣሎ ዕፅው ዝበለ ክኸውን የብሉን ኣብ ሓጎይን ኣቦይን ኣቦይ ዝነገሩኒ ብየ ዝኸይድ ኢልካ ድሕሪ ዕፅው ኣቢልካ የለን ኣፍ ደገ የለን መእተዊ Anyway ሕጂ ደኣ መብዛሕትና ኣብዚ ደቅና ስለ ንወልዶም እቶም ደቅና በዚ ናይዚ ዓዲ ብርህ ዝበለ ኦፐን ኮይኖም ስለ ዝዓብዩ ንኩሉ ነገር ኦፐን ዲስክሪሚኔት ኣይገብሩን እዮም ንኩሉ ይቕበልዎ ኦልዶ ናብ ኣምላኾም ይኣምኑ እዮም ግን ይፈልጡ እዮም ብዙሕሲ ዘካትዕ ነገራት የብሎምን ፈጣሪ ከም ዘሎ ፈልጡ እዮም ግን በቲ ቀሊል ቀሊል ንሕና ንሰግደሉ ነገራት ኣብኡ ብዙሕ ግዜ ኣየጥፍኡን እዮም ብዝኾነ ነዚ ተኣኪብ ተኣካኪቡ እዚ ተኣኻኺቡ ዝተጻሕፈ ድማ ሕጂ ንኣብነት እከ ምሽ ነጊረኩም ፀሓይ የሱስ ከም ዝኾነ ሕጂ ኣብዚ ከነመሳስሎ ከነረኣኣዮ ጸኒሕና ኦኬ መን ጽሒፍዎ ከዓኒ ተኣኻኺቡ ካብቶም ሰዓብቲ ዝበሃሉ እቲ ግዜ ኩማች ኣይገብርን እዩ ግን ካብቶም ሰዓብቲ ዝበሃሉ ዝተኣኻኸበ ብዙሕ ፅሑፍ ተኣኪቡ ካብኡ መን መሪፁ ኣብ መፅሓፍ ቅዱስ ከም መፅሓፍ ቅዱስ ኣብ መፅሓፍ ከም ዝፀሓፍ ገይርዎ ኪንግ ጀምስ እዩ ሕጂ ከምኡ በሌ ነቲ ተኣኻኸ በዚ ተጻሓፈ ድማ ብንጉስ ጀምስ ኢንግሊዛዊ እዩ ንጉስ ጀምስ ድማ ናይ ናይ ማጂክ መጽሓፍ ዝጻሓፈ እዩ ኦኬ ቀሊል ሰብኣይ ኣይኮነን ንጉስ ጥራሕ ዘይኮነ ሲ ናይ ማጂክ መጽሓፍ ከማን ጽሒፉ ቅድሚ 14 ዓመት ወይ 16 11 ናይ መጀመርያ መጽሓፍ ቅዱስ ዓሰርተ ሽዱሽተ ዓሰርተ ሓደ እዩ ተጻሒፉ ብኪንግ ጀምስ እዩ ተጻሒፉ እ፣ እሱ ከዓኒ ቅድሚኡ ዓሰርተ ኣርባዕተ ዓመት ከዓኒ ናይ ማጂክ መጽሓፍ ጽሒፉ ኣሎ ኣሎ ኦኬ እሱ መጽሓፍ ዝጸሓፈ ኣሎ እቲ እንታይ ይበሃል ዝጸሓፈ ኣሎ ኣብዚ ግዜ እዚ እቲ መጽሓፍ ናይ ማጂክ ቅድሚ ቅድሚ መጽሓፍ ቅዱስ ኦኬ ዓሰርተ ኣርባዕተ ዓመት ኦኬ እሱ እንታይ ይብል ነይሩ ተንብቦ እሞ ኦኬ ዘ ሰከንድ ቡክ ኦፍ ዲሞኖሎጂ እታ መጽሓፉ ዘ ሰከንድ ቡክ ኦፍ ዲሞኖሎጂ እያ ትበሃል ኦኬ ሕጂ እዚ ኪንግ ጀምስ ክልተ ሚእትን ክልተ ሽሕን ደኣ ክልተ ሽሕን ሓሙሽተ ሚእቲ ኣንስቲ ቀቲሉ ኦኬ እዚኣተን ዊች እንታይ እዩ ዝበሃል ቀቲሉ ዊች እንታይ እዩ ዝበሃል ዊች ሕጂ ኣነ ነዊሕ ሕጂ ሓፂሩ ፀጉረይ እምበረይ ፀጉረይ ነዊሕ ነይሩ ኦኬ ፀሊም ኢኻ ከምዚ ኣነ ዝዛረቦ ኪንግ ጀምስ ቀደም ቀቲሉኒ ኣሎ መብዛሕትአን ንፀሊም ፀጉረን ነዊሕ ሰባት ዝምህራ ዝሕክማ መብዛሕትአን ከዓኒ ዝጠቆሞን እዚኣተን ውቼን ውች ማለት ሕጂ ንኣብነት ድሕን ሰብ ድሕን ኣነ ወላ ሰብ ድሕን ተቆሪፁ በርበረ ፀሊም ኦኬ ማይ ውዒ ግብር ኣቢለ የስትየ ኦኬ ዋላ ነዛ ነፍሰይ ከማኒ ቁምታት ዝገብር ነገር ኣሎ እዚ ሕጂ ናይ ውች እዩ እንደ ዶክተር ክትከይድ ኣለካ ከምኡ ማለት እዩ እቲ ውች ኣይደኖ ብትግርኛ እኔ ፈልጦን እየ ውች እንታይ እዩ ሕጂ ነዚኣተን ግን ክልተ ሽሕን ሓሙሽተ ሚትን ቀትልወን ገሊኤን ውች ክኾና ኸእላ ከምዚ ከማይ ኣይፈልጥን ኣነ እኮ ውች የኢለ ኣይኣምኔ ግን ፀጉርኻ ነዊሕ ፀሊም ድሕን ኮይኑ ከምዚ ኣነ ዝዛረቦ ፍልጠት ድሕን ተዛሪበን ብጣዕሚ እዩ ዝፈርሕ ፍርሒ ነይርዎ ናይ ንግስነቱ ሰብ ከየንቅሓ ከየናቃቕሓ እሞ ማእታ እንታ ንግስነቱ ከይትጥፍኦ ደቂሱ ይሓድር እዩ ነይሩ ኣንስቲ ካብ ብዙሕ ኬፍ ኣይህበኦን እየን ብዝኾነ ነዘን ኣንስቲ ወዲእዎን እዘን ኣንስቲ እዚኤንሲ ክንደይ ምወለዳ ነይረን ክንደይ ፈላጣት ምወለዳ ነይረን የ ሕሰቦ ኦኬ ቅድሚ 14 ዓመት ዓመት ድማ እዛ ናይ ዊች ክራፍት ኦኬ እዛ ናይ ዊች ክራፍት እንታይ ይበሃሉ መፅሓፉ ፅሒፍዋ ማለት እዩ ዝቐተሎ ስለ ዝመስልዎ ፍርሒ ብጣዕሚ ፍርሒ ነይርዎ ከምዚ ዝቐትልኦ እዩ ዝመስለን ነይሩ ብጣዕሚ ፍርሒ ፍርሒ ነይርዎ ኣብቲ ግዜ እቲ ከምቲኦም እቶም ጉርቦቶም ፋሚሊ ገለመታት ብዙሕ ኮምታት ዝነበሮም ኣሎ እዩ ዝበሃል ኣብቲ ኣነ ዘንበብኮ ናይ ፍሮይድ ናይዚ ፍሮይድ ናይ ሳይኮ ዳይናሚክ ኣቦ ዝበሃል ፍሮይድ ንዓታተን ሕክመን ስለ ዝነበረ የዛርበን ስለ ዝነበር ብዙሓት ከምታት ነይረን እዮም ኣብኡ እዚ ንእሽተይ ከምኡ ዓይነት ቅልውላ ዘለዎ እዩ ዝመስል ምክንያቱ ነዘን ኣንስቲ ብፍርሒ ጥራሕሲ ክቀትላን እየን ገለ ክገብራን እየን እንዳበለ ነተን ኩለን ናብቲ ዓዲ ዘለዋ ፍልጣት ዝበሃላ ወዲእዎን እዩ ኣቐቲልዎን ብዝኾነ ኦኬ ዝቐተልዎ ስለ ዝመስሎም ፍርሒ ትርዮ ትርይርዎ ካብ ውሽኦም ብጣዕሚ ካብኣተን ፍርሒ ፍርሒ ነይርዎ ሕጂ ናይ ሎምሸት ደቂ ነጋውስ ዝፈትወክም የፈትወክም የፈትወክም እሞ መፅሓፍ ቅዱስ ኦኬ ናይ ኣስትሮሎጂ ካብኡ ድወፀ እዩ ምክንያቱ ብዙሕ ይሰማማዓይ ምስ ፀሓይ ትኾኖን ናይ ታሪክ ናይ የሱስ ክርስቶስ ዝብሎ እዚ ፀሓፊ እዩ ከዓኒ ፅሑፋት ኩሉ ፅሑፋት ኣሎ እንዶ ካብትን ካብትን ግን እቲ እሱ ዝደለየን ብቑፅሪ ኣምፅኡ እቲ እሱ ዝደለየንን ክስነድ ከም መፅሓፍ ቅዱስ ፓብሊሽ ክኸውን ኪንግ ጀምስ ባይብል ዝብሎ ንሱ ማለት እዩ እሱ ከዓ ቅድሚኡ ኦኬ ናይ ዊች መፅሓፍ ከም ዝፀሓፈ ኣሎ ክትረኽቦ ትኽእሉ ኢኹም ሽም ናቱ ዘ ሰከንድ ቡክ ኦፍ ዲሞኖሎጂ እዩ ዝበሃል ኦኬ ቅድሚ ዓሰርተ ኣርባዕተ ዓመት ንክልተ ሽሕን ሓሙሽተ ሚእትን ሰባት ኣንስቲ ኣዴታት ኣሰበይትን መሬትን ፈራይት እያ እዚን ክቅተላ ዘይብለን ኣነ ኩሉ ግዜ ዝብለኩም ንሰበይቲ ዘተናዓቅ ንሰበይቲ ዘካፍእ ዘቃልል ንዓይ ምሳይ ሰትል ኣይከውንን እዩ ምክንያቱ ኣንጻር ፍጥረት ኢለ ስለ ዝኣምን እዚ መስል ደቂ ዓበይቲ ናይ ሎሚ እንታይ ይበሃል ናይ ሎሚ ሰለዳይ ፈቶክሚ ፈቶክሚ ኣዚ ቢዕቢዮ ቻው